ሓድሽ ዜና ካብ ጉዳይ ጽምዶ ጽምዶ ህወሓትን ኤርትራን ኣብ ሓደጋ ከም ዝኣተወም ንፋስ ኣትዎ ዝብል ዜና ይስማዕ ኣሎ። እቲ ባርዕ ዘልዐለ ጸብጻብ እንታይ እዩ? ናይ ማሕበራዊ ሚድያ ወፍርን ነንሕድሕድካ ክስታትን ዝተመልከተ እውን ዝርዝር ፈላማይ ዜና ራራ ዘኢኮኖሚስት ዘጠንቀቐቶም ኣብ ትግራይ ዝፍጠር ዘሎ ሓድሽ ውጥረት ትራምፕ ኣብ መንጎ ኣትዩ እንድሕር ደኣ ዘየደራዲሩ ሓድሽ ሓደጋ ክፍጠር እዩ ዝብል ዝርዝር ትንታነ ወፅየሎም እዚ መፅሄት ብዝርዝር ዝበለ ጉዳይ እንታይ እዩ ድርድር ሕወሓትን ፌዴራል መንግስትን ዝተመልከተ እውን ካልእ ሓድሽ ጉዳይ ኮይኑ ተመዚዙ ዘሎ ብዝሎ መዓንቲ ዓሰርተ ውድባት ተቓወምቲ ንመንግስቲ ኢትዮጵያ ጽኑዕ መጠንቀቕታ እውን ኣስሚዐን ኣለዋ። ቅድሚ ኩነታት እንተዘይተማሊኡ እቲ መረጻ ተሳተፍቲ ኣይንኸውንን ኢና ዝብል እውን መግለጺ እዩ። ሰላም ጥዕና ይሃበልና ክቡራት ሰማዕቲ ተመልከቲ ሎማዓንቲ ዝበጽሑና እዋናዊ ዝርዝር ዜናታት ሓደሽቲ ጸብጻባት ናባኹም ነብለሉ ሰዓት እንሆ ጀሚሩ ኣሎ። ላይክ ጌርኩም ክትጅምሩ ሼር ሳብስክራይብ ብምግባር ከም ተወትሩ ቤተሰብ ኩኑ ርእቶታትኩም እውን ለኣኹልና ናብ ዝርዝራቶም ክንሓልፍ ኢና ሰናይ ምክትታል ሓድሽ ጸብጻብ ኣብ ጽምዶ ድሂቡ ዝወጽእ ዘሎ ዜና ህወሓትን ኤርትራን ዝጀመርዎ ጽምዶ ንፋስ ኣትይዎ እያ ይበሃል ኣሎ። ኣብ መንጎ ህወሓትን መንግስቲ ኤርትራን ተጀሚሩ ዝተባህለ ጽምዶ ሓድሽ ስትራተጂካዊ ምሕዝነት ብሰንኪ ሓደ ኣብ ቀረባ እዋን ካብ ኣሜሪካ ዝወጸ ጸብጻብ ኣብ ሓደጋ ከም ዘውድቖ ምንጭታት ሓቢሮም። እቲ ኣብ እዋን እቲ ክልተ ዓመት ዝነበረ ኲናት ትግራይ ሰራዊት ኤርትራ ኣብ ልዕሊ ህዝቢ ትግራይ ዝፈጸሞ ግፍዒ ከበድቲ ገበናት ዘቃልዐ ጸብጻብ ነቲ ብዘይወግዓዊ መልክዕ ተጀሚሩ ዝነበረ ዝምድና ጽምዶ ተባሂሉ ዝተሰየመ ናብ ዝነበሮ ጽልኢ ይምለስ ከም ዘሎ ይገልጽ ኣሎ። እቲ ምፍሕፋሕ ዝጀመረ ጅኖሳይድ ዋች ዝተባህለ ኣብ ኣሜሪካ ዝመደብሩ ትካል ሰራዊት ኤርትራ ኣብቲ ኲናት ኣብ ልዕሊ ሲቪል ህዝቢ ትግራይ ዝፈጸሞ ምግሃስ ሰብኣዊ መሰላት ብዝርዝር ዘቕረበሉ ጸብጻብ ምውጽኡ ስዒቡ እዩ። እዚ ጸብጻብ ኣብ ማሕበረሰብ ትግራይ ብፍሉይ ድማ ኣብ ደገፍቲ ህወሓት ሓጎስ ክፈጥር ከሎ፣ ንመራኸቢ ብዙሃን ህወሓት እውን ሰፊሕ ሽፋን ንክህብዎ ኣኽኢልዎ እዩ። በንጻሩ ደገፍቲ መንግስቲ ኤርትራ ነዚ ጸብጻብ ብትሪ ተቓዊሞሞ ኣብ ማሕበራዊ ሚድያ ዘካየድዎ ወፍሪ እውን ነቲ ትካል ንሓደ ወገን ዝጣበቕ ህወሓት ካብ ገበናቱ ንምንጻህ ዝተኣለመ ክብሉ ብምውቃስ ንሓቅነቱ ኣብ ሕቶ ምልክት ኣእትዮሞ ኣለዉ። ክልቲኦም ወገናት ነቲ ዝወፀ ፀብፃብ ተበጊሶም ብወግዓውያን ተቓወምቲ መግለፂ ካብ ምውፃእ ተቖጢቦም ኣብ ክንድኡ ድማ ብዝድግፍዎ ናይ ማሕበራዊ ሚድያ ኣክቲቪስታት ኣቢሎም ናይ ውክልና ኩናት ሓሳባት የካይዱ ኣለዉ። እዚ ድማ ኣብ ኤክስ ወይ እውን ትዊተር ብሰፊሑ ይረአ ኣሎ። ሕወሓት ኣብ ልዕሊ ኤርትራውያን ዝፈፀሞ ገበን ስለምንታይ ተረስዐ ዝብል ሕቶ ብምልዓል ኣብ መወዳእታ ተስዓታት ኣብ እዋን ኲናት ኢትዮ ኤርትራ ብኣማኢት ኣሽሓት ዝቑጸሩ ኤርትራውያን ካብ ኢትዮጵያ ብግፍዒ ምኽንያት ብሄሮም ብምብራሮም ንብረቶም ምውራሱን ናይ ዓሌት ምጽናት ገበን ምንባሩን የዘኻኽሩ። ኤርትራ ፖስት ዝተባህለ ናይ ኤርትራውያን ማሕበራዊ ገጽ ድማ ሰራዊት ህወሓት ኣብቲ ናይ ክልተ ዓመት ኲናት ኣብ ክልል ትግራይን ዓፋርን ንዝነበሩ መዓስከራት ስደተኛታት ኤርትራ ብምእታው እውን ናይ ቅትለት ጾታዊ ዓመጽን ገበናት ከም ዝፈጸመ ይኸሱ ኣለዉ። ህወሓት ኣብ ልዕሊ ብሄረሰብ ኢሮብ ኣብ ከባቢ ባድመን ዘላንበሳን ዝፈፀሞ ግፍዒ እውን ከመይ ይሕለፍ ክብሉ ሕቶ የልዕሉ ኣለዉ። እዞም ንህወሓት ዝኸሱ ዘለዉ ናይ ማሕበራዊ ሚድያ ኣካላት ቅድሚ እዚ ፀብፃብ ምውፅኡ ነቲ ፅምዶ ህወሓት ኤርትራ ከም ታሪኻዊ ስጉምቲ ክብሉ ከሞግስዎ ዝፀንሑ እዩ። እቲ ዝምድና ነባርነት ንከይህልዎ ዕንቅፋት ኮይኑ ዘሎ ሓደ ካብቶም ቀንዲ ምኽንያት መንግስቲ ኤርትራ ድሕሪ ስምምዕ ሰላም ፕሪቶርያ ክሳብ ሕጂ ካብ ላዕላዊ መሬት ኢትዮጵያ፣ ትግራይ፣ ሰራዊት ዘይምውጽኡ እዩ። ህወሓት መንግስቲ ኢትዮጵያ ብተደጋጋሚ ሰራዊቱ ከውጽእ እንተጸውዕ እኳ፣ መንግስቲ ኤርትራ ሰራዊትና ዘለዎ ኣብ ላዕላዊ መሬትና እዩ ዝብል መልሲ እዩ ዝህብ። ኣብ ውሽጢ ትግራይ እውን ኣብዚ ጉዳይ ዝተፈላለየ ርእይቶ መጺኡ ኣሎ። ብዙሓት ነበርቲ ትግራይ ሊቃውንቲ መንግስቲ ኤርትራ ኣብ ልዕሊ ህዝብና ዝፈጸሞ ገበን ይቕረታ እኳ ከይሓተተ ከመይ ኢልና ምሕዝነት ንፈጥር ዝብል ተሪር ሕቶ እንዳልዐለ ይቃወም ኣሎ። ይኹን እምበር ገለ ላዕለዎት ወተሃደራውያን መራሕቲ ሰራዊት ትግራይ እውን ዝተፈለየ ሓሳብ የንጸባርቑ። ንኣብነት ጀነራል ምግበ ሃይለ ቅድሚ ወርሒ ኣብ ኣኽሱም ናይ ዕርቂ ጻውዒት ኣቕሪቡ ነይሩ። ጀነራል ዮሃንስ ጆን መዲድ እውን ናይ ሓይሊ ሚዛን ተቐይሩ እዩ፣ ናይ ትማሊ ጸላኢ ናይ ሎሚ ኣይኮነን፣ ፈተውቲ ክነብዝሕ ኣለና ክብል ንኤርትራ ብምውካስ ተዛሪቡ ምንባሩ ዝዝከር እዩ። እሞ እቲ ኣብ መንጎ እዞም ክልተ ሓይልታት ብምኽንያት ሓባራዊ ጸላኢ ተበጊሱ ዝተመስረተ ዝመስል ዝነበረ እውን ጽምዶ፣ መሰረቱ ዛጊድ ጽኑዕ ከም ዘይኮነ እዚ ናይ ቀረባ እዋን ፍጻመ የርእዮ ኣሎ። እቲ ናይ ቀደም ታሪኻዊ ቁስሊ፣ እቲ ናይ ኲናት ትግራይ ዘይሓወየ ስምብራት ነቲ ዝምድና ከም ሓዲሽ እንዳኾልዖ ንዝኾነ ቀጻሊ ምሕዝነት ዕንቅፋት ይፈጥር ከም ዘሎ ይግለጽ። እዚ ሓድሽ ጸብጻብ ነቲ ኣብ ትሕቲ ሓመድ ተደብዩ ዝነበረ ውጥረት ብምልባዕ ንመጻኢ ዝምድና ክልተኣዊ ወገናት ኣብ ምልክት ሕቶ ኣእትዩዎ ይርከብ። ዘኢኮኖሚስት ኣብ ትግራይ ክፍጠር እዩ ተባሂሉ ዝሕሰብን ስግዓት ኣልዒሉ ዘሎ ሓድሽ ውጥረት ትራምፕ ኣብ መንጎ ኣትዩ ህወሓትን ፌደራል መንግስትን ክደራደሩ እንድሕር ደኣ ዘይገይሩ ሓደጋ ይመፀሉ ኢሉ ኣሎ። እቲ መጽሔት ኣብ ኣፍሪቃ ዝካየድ ዝኸፍአ ኲናት ንምክልኻል ዶናልድ ትራምፕ ንሽልማት ሰላም ኖቤል ንምውሳድ ወርቃዊ ዕድል ኣለዎ ይብል። እቲ ዓለምለኻዊ ተፈላጥነት ዘለዎ መጽሔት ዘ ኢኮኖሚስት ኣብ ዘውጽኦ ሓድሽ ጸብጻብ፣ ኣብ ትግራይ ዝነበረ ናይ ክልተ ዓመት ደማዊ ኲናት ብስምምዕ ሰላም ዝተዛዘመ እኳ እንተመሰለ፣ ኣብ ትሕቲ ሓመድ ግን ካልእ ዝኸፍኣ ዙር ኲናት ይዳሎ ከምዘሎ ብምጥቃስ፣ ዓለም ነቲ ኩነታት ብዕቱብ ክትከታተሎ ኣጠንቂቑ። እቲ መጽሔት ነዚ ናብ ሓደጋ ዝመርሕ ዘሎ ውጥረት ንምፍታሕ ዘይተጸበኻዮ መፍትሒ እውን ኣቕሪቡ ኣሎ። እቲ ጸብጻብ ከም ዘመላኽቶ ስምምዕ ሰላም ፕሪቶርያ ነቲ ቀንዲ መሰረታዊ ጸገማት ስለ ዘይፈትሖ ክልቲኦም ወገናት ብምሽጥር ንኻልእ ዙር ግጭት ይዳለዉ ምህላዎም ይገልጽ። መራሕቲ ሕወሓት ንኻልእ ዝር ኩናት ይዳለዉ ኣለዉ፣ ካብ ወገን ቀዳማይ ሚኒስተር ኣብይ ኣሕመድ እውን ተመሳሳሊ ዝንባለ ይረእ ኣሎ ክብል እውን ብሰፊሑ ትንታነ ኣውጺኦ ኣሎ። እዚ ኩናት እንተተላዒሉ ከምቲ ዝሓለፈ ኣብ ኢትዮጵያ ጥራይ ዝተሓጸረ ከይኮነስ ንብምሉኡ ዞባ ቀርኒ ኣፍሪቃ ናብ ዝኸፈአ ህውከት ቅልውላው ከእትዎ ከም ዝኽእል እውን እቲ መጽሔት ኣስሚሩሉ ኣሎ። እቲ ጸብጻብ ወሲኹ ኣብ ፖለቲካ ቀርኒ ኣፍሪቃ ኢደን ዘእትዋ ሃገራት ወሽመጥ ዓረብ ኣብኡ ናብቲ ጎንጺ ምስታፈን ከም ዘይተርፍ እዩ ተገሊጹ። እቲ ጸብጻብ ዝያዳ ዘስደምም ትንብዮኡ፣ ኣብ ዝቕጽል ኲናት ናይ ሓይሊ ሚዛን ክልወጥ ከም ዝኽእል እዩ ገሊጹ። ብፍላይ ብሰንኪ እቲ ኢትዮጵያ ምስ ጎረባብታ ኣብ ጉዳይ ወደብ ዝፈጠረቶ ምስሕሓብ፣ ኤርትራ ኣብዚ ሓድሽ ኲናት ኣብ ጎኒ ህወሓት ክትስለፍ ከም እትኽእል ብምግማት፣ እዚ ድማ ነቲ ኲናት ዝያዳ ከም ዘጋድዶ፣ ንምዕራፉ'ውን ኣዝዩ ኣጸጋሚ ከም ዝኸውንን ብዙሕ ሰብ ከም ዝጽበዮን መንግስቲ ኢትዮጵያ ኸም ዝብሎን ዘይክኸውን ይኽእል እዩ ዝብል መጠንቀቕታ እውን እዩ። ብኻልእ ዘስመዖ ድማ ምስዚ ብምትሕሓዝ ኣብ ሱዳን ከባቢኡን ዘሎ ዘይርጉእ ኹነታት ነቲ ኹናት ዝያዳ ኸም ዘጋድዶ ንምቁጽጻር እውን ኣዝዩ ኣጸጋሚ ኸም ዝገብሮን እዩ ዝገልጽ። ዘ ኢኮኖሚስት ነዚ ዝመጽእ ዘሎ ሓደጋ ንምክልኻል ኣሜሪካን መሻርኽታን ቅልጡፍ ዲፕሎማስያዊ ስጉምቲ ኽወስድ ይጽውዕ። እቲ ኹናት ከይተባርዐ ኽልቲኦም ወገናት ናብ መድረኽ ዘተ ንኽምለሱ ጸቕጢ ክፍጠር ኣለዎ እውን ይብል። እቲ ጸብጻብ ነዚ ከቢድ ሓላፍነት ኣብ ክሳድ እቲ ናብ ስልጣን ክምለስ ይኽእል እዩ ተባሂሉ ዝግመት ዶናልድ ትራምፕ የንብሮ። ትራምፕ ናብ ስልጣን እንተተመሊሶም ኣብ ዓለምለኻዊ ጉዳያት ጣልቃ ብምእታው ስምምዓት ምፍጻም ከም ዝፈትዉ ዝገለጸ እቲ ጸብጻብ ዘ ኢኮኖሚስት ከም ዝበሎ እውን ትራምፕ ነቲ ኣዝዩ ዝብህጉዎ ሽልማት ሰላም ኖቤል ንምጭባጥ ብዳግማይ ነዚ ኣብ ኣፍሪቃ ክፍጠር ዝኽእል ሓደገኛ ኲናት ጠጠው ምባል ወርቃዊ ዕድል ዳግም ክፍትን እዮም። ዓሰርተ ውድባት ተቃወምቲ ንመንግስቲ ኢትዮጵያ ጽኑዕ መጠንቀቕታ ኣስሚዐን። ቅድመ ኩነታት እንተዘይተማሊኡ ኣብቲ ምርጫ ተሳተፍቲ ኣይንኸውንን ዝብል እዩ። እቲ ዝመጽእ ሃገራዊ መረጻ ትርጉም ኣልቦ ናይ ምትላል ከይኸውን ስግኣት ተገሊጹ ኣሎ። ኢሃፓ፣ ኦነግ፣ ኦፌኮ ዝርከብዎም ዓሰርተ ውድባት ተቓውሞ ዝሓቖፈ ሓድነት መድረኽ ፖለቲካዊ ውድባት ኢትዮጵያ፣ ኣብዚ ዓመት ክካየድ ተሓሲቡ ዘሎ ሃገራዊ መረጻ ነጻ፣ ፍትሓዊ፣ ተኣማኒ ንክኸውን ዝጠልቡ ሸውዓተ ነጥብታት ዘለዎ ቅድመ ኩነታት ኣቕሪቦም። እቶም ውድባት እዞም ዝጠለብዎም መሰረታዊ ለውጥታት እንዝተተግቢሮም ኣብቲ መረፃ ካብ ተራ መዐጀብታ ሓሊፉ ትርጉም ዘለዎ ተሳትፎ ከምዘየለዎም ኣስሚዖም ኣለው። ኣቦ ወንበር ኢህኣፓ ኣይተ ኣብርሃም ሃይማኖት ንቢቢሲ ኣብ ዝሃብዎ ቃለ መሕትት ኣብ ሃገርና ምችዕ ኩነታት እንተዘይተፈጢሩ ተሳትፎና ካብ ተራ መዐጀብቲ ዝፍለ ኣይኸውንን፣ እቲ መረፃ እውን ትርጉም ኣልቦ ናይ ምትላል ካብ ምዃን ሓሊፉ ካልእ ትርጉም ኣይክህልዎን ክብሉ ሓሳቦም ገሊፆም። እቲ ሓበራዊ መግለፂ ነቶም ዝሓለፉ መረፃታት ሕጋውነት ንምልባስ ዝተኻየዱ ፖለቲካዊ ትያትር ክብል ብምኹናን ነፃ፣ ፍትሓዊ፣ ኩለን ኣሳታፊ ኣይነበሩን፣ ውፅኢቶም እውን ተኣማንነት ተቐባልነት ህዝቢ ዝጎደሎ እዩ ነይሩ ክብል ብትሪ ይነቅፍ። እቶም ውድባት መንግስቲ ኢትዮጵያ ቅድሚ እቲ ሻውብዓይ ሃገራዊ መረፃ ምክያድ ኣብዞም ዝስዕቡ ሸውዓተ ነጥብታት መሰረታዊ ምምሕያሽ ክካየድ እውን ፀዊዖም ኣለው። ኩሉ ኣሳታፊ ሃገራዊ ዘተ፣ ውግኣት ጠጠው ክብልን ዋሕስ ሰላም ክህሉ፣ ምሕደራ ትካላትን ናፅነት ፕረስ ምፍታሕ ፖለቲካዊ እሱራትን ምድብዳብ ምፍርራሕ ጠጠው ክብል ምኽባር ፖለቲካዊ ምህዳር ዝብሉን እዮም። ኣይተ ኣብርሃም መንግስቲ ፖለቲካዊ ምህዳር ኣፅቢብዎ ኣሎ፣ ዕጡቓት ሓይልታት ድማ ንሰላማውያን ተቓለስቲ ከም ፀላኢ እዮም ዝርእዩ ኢና፣ ኣብ መንጎ እዞም ክልተ ሓይልታት ተሸሚምና ከመይ ገይርና ኣብ መረፃ ክንሳትፍ ንኽእል ክብሉ እውን ንዘለዎም ብድሆ ይገልፁ። ኣቦ ወንበር ሃገራዊ ምንቅስቓስ ወላይታ ኣይተ ኣማኒኤል ሞጊሶ፣ ምንጪ ስልጣን ህዝቢ እዩ፣ ህዝቢ እንተተተሓባቢሩ ፖለቲካዊ ውድባት እውን ብሓባር እንተቖይሞም እዚ ስርዓት እዚ ነዞም ሕቶታት ክምልስ ክነግድዶ ከምእንኽእል እምነት ኣለኒ ክብሉ እውን ምዝራቦም ተመልኪትና ኣለና። ባርከስ ክቡራት ሰማዕቲ ተመልከቲ ንሎሚ ዝሓዝናዮም እዋናዊ ሓጸርቲ ዜናታትና ዳህሳስ ሓበሬታን እዞም ዝሰማዕኹምዎም ይመስሉ ነይሮም። ቀጻሊ ብኻልእ ሓዲስ ዜና ክንምለስ ኢና። ክሳብ ሻቡ ሰላም።